ብጥበብ ዙፋን ኣምልኾ ዝተቆጻጸረ ሕሩይ ብራይን ዲከን ኣብ መናድቕ ገዛና እቲ ሕያዋይ ጓሳና እየ ዝብል ጥቕሲ ዝንበቦ ግሩም ስእሊ ኣድህኖ ወይ እውን ኣንኳሕሑ ክኽፈተልኩም እዩ ምስ ዝብል ምህሮ ማቴዎስ ዝተናበበ ኣብ ኣፋፍየት ገዛ ዝቆመ ምዕሩግ ስእሊ ዶ ኣስተባሂልናሉ እሞ ድማ ኣመንቲ ክርስትና ደነን ኢልና እንሰግደሉ ቀይሕ ምልኩዕ ስእሊ ሎሚ ብዛዕባ እዚ መለኮታዊ ፊልምን ንዕኡ ዝሰርሐ ውሩይ ተዋሳእን ክነዋግዕ ኢና። ሰላም ጥዕና በልና ክቡራት ተኸታተልቲ። እንሆ ንሎሚ ዝተዳለወ መደብ ብኸም ዝስዕብ መልክዑ ተዋዲዱ ቀሪቡ ኣሎ። ካብ መባእታ ክሳብ መወዳእታ እቲ ምድላው ሓቢርኩም ክትጸንሑ ብኽብሪ ንዕድም። ዕለተ ዓርቢ ሸሞንተ ጥቅምቲ ሽሕን ትሽዓተ ሚእትን ሰብዓን ክልተን ዓመተ ምህረት ቅድሚ ኣርብዓን ሽዱሽተን ዓማውቲ ሓደ ንታሪኽ ዝተሓርየ ፊልም ንትርኢት ናብ ህዝቢ ቀረበ። ብፒተር ሳይክሰን ጆን ክሪሽን ዝተዳለወ ብትካል ኣፍራዮ ፊልም ዋርነር ብሬስ ዝቐረበ ዘይሰስ ዘርእስቱ ግሩም ታሪኻዊ ፊልም እቲ ንመጽናዕቲ ልዕሊ ሓሙሽተ ዓመት ንቐረጻ ጥራሕ ድማ ኣስታት ሸውዓተ ዋርሕ ዝወሰደ ገዚፍ ፊልም ኣብቲ እዋን ብልዕሊ ሽዱሽተ ሚልዮን ዶላር ወጻኢ ተሰሪሑ ኣብ ታሪኽ ዓለም እቲ ብኣዝዮም ብዙሓት ሰባት ዝተረኣየ ወናኒ ዘይስበር ክብረ ወሰን ፊልም ኮይኑ ሓሊፉ ክሳብ ሎሚ ልዕሊ 6 ቢልዮን ሰባት ከም ዝረኣይዎ ይውጋሉ። እቲ ኣብ ሉቃስ ወንጌል ኣተኪሩ ዝተሰርሐ ዘጂሰስ ፊልም ካልእ ዘይርሳዕ ታሪኽ እውን ኣለዎ። ብልዕሊ 2001 ቋንቋታት ተተርጒሙ ናብ መላእ ኩርናዓት ዓለም ተዘርጊሑ። እዚ ቁፅሪ ኣብ ታሪኽ ፊልምታት ዓለም እቲ ዝገነነ ቁፅሪ እዩ። ዘጂሰስ ፊልም ኣብ ሉቃስ ወንጌል ዝተመስረተ ምዃኑ ዓብዪ ትርጉም ኣለዎ። ሉቃስ ኣብ መጽሓፍ ቅዱስ ፈላጢ ታሪኽ፣ ርጉዕ፣ ዘየዛብዕን ታሪኽ ብፍሰት ዝነግርን ጸሓፊ ምዃኑ እዩ ዝምስከረሉ። ብዛዕባ ኢየሱስ ዝስራሕ ነፍሲ ወከፍ ፊልም ስነ መለኮታዊ ሌንስ ይመርጽ እዩ። ማቴዎስ ንንጉስነት ክርስቶስ እንተተኩር ዮሃንስ ከኣ ኣብቲ ድንቂ መለኮትነቱ እንትጥምት፣ እቲ ሓኪምን ጠቢብ ጸሓፍን ሉቃስ ግና ኣብ ሰብኣውነት፣ ርህራሄን ታሪኻዊ መሰረትን ኢየሱስ ክርስቶስ ዓብዪ ቆላሕታ እዩ ዝገብር። እቲ ናይ ሉቃስ ኢየሱስ ኣብ መንጎቶም ዝተገለሉ ዝመላለስ፣ ምስ ድውያን ዝበልዕ፣ ብግህዶ ዝነብዕን ህፃናት ዝናቢን ርህሩህ እዩ። ሉቃስ እንትትርኽ መከራ ደቂ ሰባት ይድህስስ። ኢየሱስ ንድኻታት፣ ንድውያን፣ ንግፉዓንን ተስፋ ቅቡጻትን ዝነበሮ ርኅራኄ የርኢ። ናይ ሕድገትን ድሕነትን መልእኽቲ ብግልጺ የቕርብ። እቲ ነዊሕ ዓማውትን ድኻምን ወሲዱ ዝተሰርሐ ደ ጂሰስ ፊልም ነፍሲ ወከፍ ዘረባ ምንቅስቓስን ስርዓትን መጽሓፍ ቅዱስ ስጡም ምልጋብ ክህልዎ ተሓሲቡ ዝተሰርሐ እዩ። ንሓቃውነቱን ሰሓብነቱን ድማ ኣብ ታሪኻውያን ናቑጣታት እስራኤል እዩ ተቐሪጹ። ኣብ ፈለማታት 19 ሰብዓታት ገጸ ባህሪ ኢየሱስ ንምምራጽ ዝወፀ ረቋሒ ኣዝዩ ዘፍርሕ ሚዛን ነይርዎ። እቲ ዳይረክተርን ስነ መለኮታውያን ኣማኸርቱን ድሙቕ ናይ ሆሊውድ ኮኾብ ኣይደለዩን። ተሪር ኣፍንጫ፣ ዘይቲ ሕብሪ ቆርበት፣ ነዊሕ ጸጉሪ፣ ድልዱል ግን ድማ ቀሊል ቅርጺ ገጽ፣ ከምኡ'ውን ኣብ ሓንቲ ህሞት ስልጣነን ትሕትናን ከርኢ ዝኽእል ምሉእ ባህሪ ዘለዎ እዩ ረቋሒኦም ዝነበረ። ኣብ መላእ ዓለም ኣስታት ሓደ ሽሕ ተዋሳእቲ ናይ ካሜራ ፈተነ ተገይሩሎም። ካብ መንጎ እዞም እልፊ ጠቢባን እቲ ህዱእን ትሑትን ዓብዪ ቆላሕታ ረኸበ። እንግሊዛዊ ብራያን ዲካን ብሃይማኖታዊ ፍልጠቱ ወይ እውን ጥበባዊ ብስለቱ ኣይተመርፀን። ኣብ ክንድኡ ግና ብሰብኣዊ ክብሩን ህዱእ ስብእንኡን ቆላሓ ተሓይዙ ወጸ። ብዘይካ ብራያን ዲከን ኩሎም ኣብቲ ፊልም ዝተሳተፉ ኣስታት ክልተ ሚእቲ ቀንዲ ተዋሳእትን ልዕሊ ሓሙሽተ ሽሕ ዓጀብቲ ተዋሳእትን እስራኤላውያን እዮም። ብራያን ዲከን ድማ እንግሊዛዊ ብራያን ዲከን ነዚ ፊልም እዚ ንምድላው ስነ መለኮታዊ ጽሑፋት ኣየንበበን። ኣብ ክንድኡ ግና ንወንጌል ሉቃስ ልዕሊ ዕስራ ግዜ ደጋጊሙ ከም ዘንበቦ ይንገረሉ። ንቓላቱ፣ ዜማታቱን ናይ ስምዒት መቐይሮታቱን ሸምደዶ። ኣብ ውሽጢ እቶም ቃላት ነቲ ሰብኣዊ ፍጥር ክረኽቦ ነይሩኒ ይብል ዲከን ንድሕሪት ተመሊሱ እንትዝክሮ ከም ርሑቕ ኣምላኽ ጥራሕ እንተዝዋስኦ ነይረ ካሜራ ክሕዞ ዝኽእል ነገር ተዓዛቢ ድማ ክረኽቦ ዝኽእል ጣዕመ ምሃለወን ብምባል ንተመስጦ ይምስክር። ነዚ ፊልም ዝረኣዩ ኢየሱስ ክርስቶስ እንትዝክሩ ናብ ሕልንኦም ዝመጸሎም ሓደ ዕድለኛ ፍጡር እዩ ብራይን ዲከን ልዕሊ ክልተ ሚእቲ ሚልዮን ሰባት ነዚ ፊልም ብምርኣይ ጥራሕ ናብ ክርስትና ከም ዝተሓወሱ መስኪሮም ኣብ ታሪክ ፊልም እንተረኽን ውሑዳት ሕሩያት መንፈሳዊ ርዝነት ባህላዊ ጽልዋን ስምዒታዊ ዕምቆትን ዝተቆጻጸሩ ካብ ሰማይ ከም ዝነጥቡ ነፍሳውያን ሕልፍ ሕልፍ ኢሎም ይኽሰቱ እዮም። ከምዚ ዝበለ ግና ኣብ ታሪኽ ኣይተራእየን። ብራይን ዲከን ኣብ ልብን ስምዒትን ዓለም ሰሪጹ ጥልቀት ልብን ብራኸ መንፈስን ከይዓገቶም ሰራውር ደም ዘመናዊ ፍጡር ተቖጻጺርዎ ብዝረ ስነ ቀለም ተዋስኦ ወይ እውን ብግኑን ግርማ ሞገስ ግን ኣይኮነን። ብጽቡቕ ሕልናን ብልስሉስ ትሕትናን ተመርኪሱ ዝተገብረ ስራሕ እምበር። ዲከን ምስ ተሓረየ እቲ ዕማም ብያዕያዕታ ወይ እውን ብዓብዪ ኣዋጅ ኣይኮነን ዝጀመረ። የግዳስ ብጥንቃቐን ስጋዊ ምህንድስናን እዩ ነይሩ። ትርኢቱ ምስቲ ታሪኻውን ባህላውን ትውፊት ኣብ ቀዳማይ ክፍለ ዘመን ዝነበረ ኣይሁዳዊ መምህር ንምስምዕማዕ ናውትን ኣልባሳትን ብዓብዪ ጥንቃቐ ተሰሪሖም። ኣብቲ እዋን ዝነበረ ኣከዳድና፣ ኣመጋግባ፣ ስርዓተ ኣምልኾን ስርዓተ መንግስትን ንምክታት ክበሃል ሰብ ሞያ ታሪኽን ኣርኪኦሎጂን ተሳቲፎምሉ እዮም። ዲከን ምእንቲ ንቲ ፊልም ክበሃል ሰብ ሰራሕ ኣፍንጫን ጸጉርን ተተኺሉሉ ምስኡ ዝኸዱ ካልኦት ቀጸላታት እውን ተገይሮምሉ። እቲ ዕላማ ንብራይን ዲከን ሰዊርካ ኢየሱስ ክርስቶስ ጥራሕ ክረአ ምግባር እዩ። ኣብቲ ፊልም ስም ደረስትን ኣፍረይትን ኣይተኻተተን ንባዕሎም ከም ተርጎምቲ ወንጌል ሉቃስ እምበር ከም ደረስቲ ኣይቆጸርዋን ብራይን ዲከን ሓደ ፍሉይ ናይ ስነ ጥበብ ውዕል ክቕበል ተገደደ ናይ ህይወቱ ብሉፅ ተዋስኦ ከርኢ ግን ድማ ስሙ ክሕባእ ገጹ ንኢየሱስ ከወፊ ዲከን ኣየመናትዐን ንሰናይ ግብርን ስምን ፈቐደ። እቲ ዝገርም ጸጋ ብሬን ዲከን ኣብ ተዋስኦኡ ኣየምሰለን። ኢየሱስ ኮይኑ ሰሪሑ ሰብነት ኢየሱስ ኣብ ስግኡ ገሊጽዎ። ኩሎም ምንቅስቓሳቱ መለኮታውነት ክርስቶስ የጠንክሩ። ዘየደህሰስ ጸጋ ዘይርእ ሓይሊ ገይሮም ብፍጹም ህድኣትን ፍርሓትን ይስእልዎ። ኮይኑ ግና እቲ ኣብ ርሑቕ ዝሰኣል መደንግጽ ፈጣሪ ዘይኮነስ እቲ ኣብ ማእኸል ፍጡራቱ ዝመላለስ ኢየሱስ ኣብ ተዋስኦ ዲከን ተፈጢሩ። ነፍሲ ወከፍ ድምፂ ብርግዓት ይትንፍሳ፣ ነፍሲ ወከፍ ስድሪ ብጥበብ ይዝርግሓ፣ ነፍሲ ወከፍ ቃል ድማ ብስቕታ የድምፃ። ኣብ ኣንደበት ብራይን ዲከን ፍጹም ድራማ የለን። ሓቂ፣ እምነትን ርግዓትን ምስ ስብእንኡ ኣወሃሂድዎን እዩ። እዚ ድማ ነቲ ተሰብኣቦ ተሰገወ ዝተባህለሉ ፍጹም ኣምላኽን ሰብን ኢየሱስ ክርስቶስ ብልክዑ ዝገለጸ ብሕታዊ ፍጡር ገይርዎ ሓሊፉ። እቲ ኣዝዩ ከቢድ ፈተና ኣብ መወዳእታ እቲ ፊልም እዩ ዝመጽእ። ኢየሱስ እንትእሰር እንትስቀል እንትግረፍን ብሚስማር እንትውጋእን ዲከን ሓቢሩ ተሳቐየ። ኢየሱስ ኣብ ስቕለቱ ንሰቐልቱ ሰኣን ፍላጥ እዮም እሞ ይቕረ ግበረሎም በለ ደኣ እምበር ኣይዓመፀን። ዲከን ግና ደም ዝነትዕ ፍጹም ሰብ እዩ እሞ ነፍሱ ኣብ ስጋ ኢየሱስ ሰኪዑ እንትሓስባ ሓያል ስቓይ ከቢድ ቃንዛ ወረዶም። ኣብ እስራኤል ዝነበረ ጸጋም ኸይዲ ቐረጻ እቲ መለኮታዊ መንነት ምስጋር ዘስዕቦ ስነ ኣእምራዊ ጽልዋን ነቲ ድሕሪኡ ዝሰዓበ ዓለም ለኻዊ ተቐባልነትን ብምምርማር ሓደ ዓሚቕ ሓቂ ንረክብ። ሕይወት ኢየሱስ ክርስቶስ ብፍጹም ክውንነት ንምስናድ ኣብ ዝተገብረ ፈተና እቶም ስራሕቲ ፊልምን ቀንዲ ተዋሳእን ካብ ሲነማ ዝሓለፈ ታሪኽ ፈጢሮም ኣብ መንጎ እቲ ታሪኻዊ ኢየሱስን ንዕኡ ወኪሉ ዝተፃወተ ሰብኣይን ዘሎ መስመር ኣጥፊኦም ዘመናት ዝሳገር ዓብዪ ሓወልቲ ቆሞም ብራያን ዲከን ፊልም ከም መድረኽ ስብከት ክጥቀመሉ ዝደሊ ቀናእ ወንጌላዊ ኣይነበረን። ኣብ ልስሉስ ካቶሊካዊ ስድራ ቤት ዝዓበየ በቲ ኣብ ውሽጢ ክርስትና ዘሎ ታሪኻዊ ፍልልያትን ናይ ሰረተ እምነት ግጭታትን ተረብሹ ኣብ ንእስነቱ ካብ ዕስለ ሃይማኖት ዝረሓቐ ንዓሰርተ ትእዛዛት ጥራሕ ዘደንቕን ዝትግብርን እምበር ኣብ ተኣምራት ገድላትን ድንግልና ውልደትን ብዙሕ ግዲ ዘይብሉ ሰብ እዩ ዝነበረ እዚ ተነጽሎ እዚ ካብቲ ተዋስኦ ከርሕቆ ግን ኣይከኣለን የግዳስ ዓቀቦ እምበር ኣብ እዋን ተዋስኦይ ናይ ሓቂ እሙን ክኸውን ከም ዝቐረብኩ እየ ዝሓስብ ብምባል ዲከን ንድሕሪት ተመሊሱ ይዝክር። ብራይን ዲከን ካብ ፈለማ ስርሑ ክሳብ መወዳእታ እቲ ምርኢት ንብዙሓት ፈተናታት ተቓሊዑ ነይሩ። ኣብ መስቀል ቀራንዮ ተሰቒሉ ንሰዓታት እንትጸንሕ ሳምቡኡ ተጎዲኡ እቲ ፊልም ተጀሚሩ ክሳብ ዝውዳእ ኣብ ጥብቂ ክትትል ሕክምና እዩ ጸኒሑ። ካልእ ፈተና ዝኾኖ ድማ ኣብ በረኻታት እስራኤል እንትቕረጹ መን ኢኹም ንስኹም ናይ ኢየሱስ ፊልም ትቕረጹ ዝብሉ ኣኽረርቲ ኣካላት እንትኾኑ ናይ ተዓዲ ሙቐትን ሓሸዋን ድማ ተወሳኺ ካልእ ፈተና ነይሩ። ካብዚ ብዝዘለለ እቲ ከይዲ ተዋስኦ ዓበይቲ ታሪኻዊ ፈተናታት ነይሮምዎ። እቲ እዋን ሊባኖስን እስራኤልን ኣብ ሓያል ውጥረት ዝነበራሉ ግዜ እዩ። ቀረጻ ኣብ ዝካየደሎም ከባብታት ሓሓሊፉ ድብዳብ ሚሳኤል ይስማዕ ነይሩ። ተዋሳእቲ ነዚ ተጻዊሮም እዮም ነቲ ታሪኻዊ ፊልም ፈጺሞምዎ። እዚ ታሪኻዊ ፊልም ብፈተናታት ተዓጅቡ ብጽኑዓት ተዋሳእቲ ወቂቡ ናብ ህዝቢ ዓለም ቀሪቡ ምርኢቱ ኣብ ከተማታት ኣውሮፓ ዝጀመረ ኣናእሽተይ ከተማታት መላእ ገጠራት ዓለም ከይተረፈም ሰብ ብፍቕሪ ክሳብ ዝዓብደሉ ብፕሮጀክተራት ናብ ጀዲድን ሸራንን እናተወልዐ ብዙሓት ክመሃርሉ ብዛዕባ ህይወት ኢየሱስ ክርስቶስ ክፈልጡን መጽሓፍ ቅዱስ ተመሊሶም ከንብቡን ዝገበረ ስሙይ ፊልም እዩ። ዘጂሰስ ፊልም ናይ ጥበብ ስራሕ ጥራሕ ኣይነበረን፣ ንብዙሓት መንፈሳዊ ትምህርቲ ዝሃበን ክሳብ ሎሚ ፈቖዶ ኣብያተ ክርስቲያንን በብገዝኡን ዝርአ ታሪኻዊ ፊልም እዩ። ብዘይድገም ጥበብ ክውንነት ዝተላበሰ ናብ ኣሽሓት ቋንቋታት ተተርጒሙ ናብ ርሑቕ ኩርናዓት ምድሪ ዝተባጽሐ ፍሉይ ክስተት ዓለም ብምዃኑ ገጽ ዲከን ምስቲ መለኮት ፍጹም ተኣሳሰረ። ንዓሰርተታት ዓማውቲ ካብ መላእ ክፍላት ዓለም ሚልዮናት ደብዳበታት ወሓዘሉ። ሰባት ንናይ ተዋስኦ ክእለቱ ንምምጓስ ዘይኮነስ በረከት ክቋደሱ ሓጢኣት ክናዘዙ ከምኡውን ህይወቶም ስለ ዘድሓነ ከመስግኑ እዮም ይጽሕፍሉ ነይሮም። እዚ ንዲከን ፍሉይ ስነ ኣእምራዊ ክስተት ፈጠረሉ። ስእሊ ዲከን ከም ኢየሱስ ክርስቶስ ኣብ ገዛውትን ኣብያተ ክርስቲያናትን ከም ቅዱስ ስእሊ ክስቀል ጀመረ። ነቶም ሰባት ዝጸለዎም ኣነ ኣይኮንኩን፣ እቲ ታሪኽ እዩ። ኣነ ጥራሕ እቲ ውካለ ዝተጻወትኩ ተዋሳኢ እየ ይብል ዲከን ንጋዜጠኛታት እንትምልስ። እንተኾነ ግና ነዚ ፍሉይ ኣኽብሮ ሰብ ብዓብዪ ጸጋን ሓላፍነትን ተሰከሞ። ነቲ ብሰባት ዝተዋህቦ ክብሪ ይምልከት። ንብሕታዊ ረብሓ ንምጥቃም እንተተሃወኸ፣ ካብቲ ብኹሉ ኩርናዓት ዓለም ይውሕዘሉ ዝነበረ ኣምልኾን ክብርን ብህዱእን ክቡርን መንፈስ ርሕቐቱ ሓለወ። ብራይን ዲከን ኣነ ናይ ኢየሱስ ገጸ ባህሪ ንምውካል ዝፈተንኩ ተራ ሰብ እምበር ኢየሱስ ኣይኮንኩን። ኢሉኳ ተደጋጋሚ እንተተዛረበ ምስዚ ፊልም ተተሓሒዙ ኣብ ህይወቱ ዓብዪ ተፅዕኖ ከም ዘሕደረሉ ይዛረብ። ብሰንኪ እዚ ድማ ካብ ዝፈትዎ ናይ ሆሊዊድ ፊልምታት ዓርሱ ከግልል ከም ዝተገደደ እውን ይገልጽ። ኣብ መንገዲ ዝረኸቡኒ ሰባት ክሳለሙንን ክሰግዱለይን ይፍትኑ እዮም። እዚ ድማ ንዓይ ልዕሊ ዓቐን እዩ ዘጨንቐኒ ክብል እውን ንሚድያታት ኣብ ቃለ መሕትቱ ተዛሪቡ። እቲ ወዲ ሰላሳታት ጸብደል እንፈልጦ ኮኸብ ተዋሳኢ ብሬን ዲከን ሕዚ ናብ ሰማንያታት ዕድመ ይጽጋዕ ዘሎ ሽማግለ እዩ። ነፍሱ ካብ ፊልምታት ዓለም ከዊሉ ኣብ ጎደናታት ገዛውቱ ተሓዚኡ ካብ ያዕያዕታን ኣደባባይን ርሒቑ ኣብ ተመስጦን ሙዚቃን ተሓጺኑ ይነብር ኣሎ። ብረይንቢከን እቲ ከም ምሩጻት ስእላት ኣድህኖ ኣብ መናድቕ ገዛውትና ዝነገሰ ዕድለኛ ጠቢብ። Let our mortal flesh keep silence. ንምክትታልኩም ካብ ልቢ ነመስግን። ሰላም